መስቀል እኒዎ እዩ ትርእይዎ ኣለኹም ኢኹም መስቀል እኒዎ እዩ እና ብእግረን እየን ረግፀና እኒዋ መስቀል እዩ ዝርገፅ ዘሎ ማለት እዩ ዋ ስለምንታይ ግን ማዕረ ክንድዚ ከምዚ ዓይነት ስራሕቲ እንዳሰርሑ ኸ እቶም ኣብ ዓዲ ዘለዉ እቶም ዝርእይዎ እዚ ከሲ ሱቕ ድዮም ዝብሉ እረ እረ ብስሩ እንድዒ ቡነት ኣነ ቃላት ይሓፅረኒ እዩ ብምንታይ ከም ዝናገርሲ ንባዕለይ ቃላት ይሓፅረኒ ብኡነት እንድዒ ብኡነት ንዛረቦስ ካብ ዝስእን እየ ቤተሰብ ክብለኩም መልሲ ማዕረ ክንድዚ ክፍኣት ማዕረ ክንድዚ ርሕቐት ምኻድሲ እንደ ቅርሺ ክትረክብ ኢልካስ ማዕረ ክንድዚ ርሕቐት ምኻድስ እንታይ እዩ ትርጉም እኒኦ? ቅርሺ እኮ ብኻሊእ ነገር ብዘምህር ነገራት ፕራንክ ዝገብሩ እኮ ብዙሕ ፕራንክ እኮ ይሰርሑ እዮም ንርኢ ድልናይ ፕራንክ ብኻሊእ ዓይነት ፕራንክ ክሰርሑ ይኽእሉን ሰብ ብሂወት እንዳሃለወስ ናብ መቃብር እሞ ከዓኒስ መስቀል ብእግረን ብጫመኣን እኮ እየን ረጊፀንኦ ዝኒሀዋ ትሪእዎ ኣለኹም ዲኹም ቤተሰብ ብጣዕሚ እዩ ዘሕዝነካ ብጣዕሚ ብጣዕሚ ዘሕዝን ማለት እዩ። ኧረ ሰብና ዓቢዱ ናበይ እዩ ዝኸድ ዘሎ እንድዒ ብእውነት እግዚኣብሄር ይቅር ዘይብለና እውን ከምዚ ከምዚ ወዲ ከምዚ እኮ እዩ። ኣምላኽ ኣቦይ ኣነ ጻድቐኛ ኮይነ ይኾንኩ ብናማቲ ሓጢኣት ክፈርድ ደልየ ይኾንኩ ቤተሰብ ማለት እዩ ግን ማዕረ ክንድዚስ ብጣዕሚ እዩ ዝገርመካ ማለት እዩ ወጣት ናበይ ይኸድሎ መንእሰይ ናበይ ይኸድሎ እንድዒ ሎሚ ዶ ይሐሽካ ብፅባሕ ሎሚ ዶ ይሐሽካ ብፅባሕ ናበልናሲ ናገደደ ናገደደ እዩ ዝገድድ ዘሎ ማለት እዩ ከምዚ ዓይነት ቪድዮ ሰሪሕና የለንስ ክለቃኡ ብጣዕሚ ዝገርመካ ኣብ ዓድስ ዝስራሕ ድዩ ተሳኢኑ ኣብ ስደት ዘሎስ ተለቐቐስ ደሓን ኣብ ዓዲ ግንሲ ካልኣት ብዙሕ ኣብ ደገ ኮይኑ ናይ ዓዲ ቪድዮታት ዝፅበ ብዙሕ ነገራት ኣለዉ። ብዙሕ ክርእዩ ዝደልዩ ክርእዎም ዝደልዩ ቪድዮታት ኣለዉ። ካብዚኣ ግንሲ እንታይ እዩ ክመሃር ሰብ? እንትርፊ ጭካነ፣ እንትርፊ ሕማቕ ስራሕ፣ እንትርፊ ሕማቕ ግብሪ ካብዚኣ ዝተምህርስ ባታ እዩ እኒዋ። እረ ናብ ልብና ንመለስ፣ ናብ ልብና ንመለስ። ብእውነት ኣነ ኣብ ናይ መን ቻናል ተለቂቁ ኣይረኣኹወይ ብእውነት ቤተሰብ ማለት እዩ። ኣብ ቲክቶክ ሕልፍ ክብር ርእዮ ማለት እዩ። ኣብ ናይ መን ቻናል እዩ ተሰቂሉ፣ ኣብ ናይ መን ቻናል እዩ ተለቂቁ እዚ ቪድዮ እዚ ኣይፈልጥን። ግን ብጣዕሚ ብጣዕሚ ዝገርመካ ብጣዕሚ ዝገርመካ ሰብ መኺርዎ ሰብ ተዛሪብዎ ዘይሰምዕ ብኡነት ናይ ሕዚ እኒኦ ወለድስ ብኡነት ታይና ኮይንና ግን ሰብ ኣዩ ስራሕ ኣይትብሎንኻ ሰሪሑ ብኡ ክተሓዳደር እዩ ዝሰርሕ ዘለዎ ዶ ብኡ ዝተሓዳደሩ ብዙሓት ክህሉ ይኽእሉ እዮም በቲ ዝሰርሕዎ ዘለዉ ናይ ዩቱብ ስራሕ ማለት እዩ ግን ከዓ ንሲ ንምንታይ እዩ ንሰብ ንወለደሲ ሕማቕ ስራሕ ሕማቕ ትምህርቲ ዘምህሮ ሰብሲ ሕማቅ ዘምህር ትምህርትስ ልሰርሖስ ንምንታይ እዩ ብቀዳማይ ናይ ቢኒ ጆን ናበልና ነርና በዚ ከዓኒ ካልኦት መፅኦም እረ ዓገብ እረ ዓገብ ከምዚ ዓይነት ስራሕ ክውገድ ዘለዎ እዩ። ከምዚ ዓይነት ስራሕ ክግደፍ ዘለዎ እዩ ብስሩ ኣምላኽ ኣቦይ ልቦና ሃበና ንገብሮ ኣይንፈልጥን እሞ ይቅር በለና ኣቦናት እግዚኣብሔር ኣምላክ ከም ተጋብርናና ከም ሓጢኣትና ይኺደና ከምዚ ዓይነት ስራሕ እንዳሰራሕና ኣነ ክፈርድ ኣይኮንኩይ ንማንም ንማንም ክወቅስ ኣይኮንኩይ ካብ ባዕሊ ጀሚረ እየ ከምዚ ዓይነት ስራሕ እንዳሰራሕና ሲ ከመይ ኢሉ እዩ እግዚኣብሔር ሲ ይቅር ክብለና ብጣዕሚ ዘሕዝን እዚአንስ ኣዋልድ እየን ኣዋልድለይ ይመስላ ኣዋልድ ንምንታይ ቃል ኪዳን ኣሲረርኪ ንምንታይ እሺ ኢልኪ ኢላስ ናይ ሬሳ ሳጥን ኣምፂኣ መሓዙታ ኣኪባ መፂኣ ከምዚ ክትገብር እዚ እኮ በዓል ፈትዩ ዝገበሮ ፈትይዋ ደልይዋ ኣሲሩ ኣላዎ ዶ እሳ ምንም ክትገብር ኣይትኽእል እንድሕር ፈትያ ተተፀኒሓ እውን ሲ ክትቅበላ እያ ሓሳውና ድልዮት እምበይ ምንም ክትገብሮ ኣይትኽእልን ቤተሰብ ማለት እዩ ብግዲ ዝኾን ነገር እንዮ ድዩ ኣገዲድካ ትገብሮ ነገር እንዮ ንሱ እንድሕር ለይደልዩ ንሱ እንድሕር ለይፈትዩሲ እስኺ ወይ ከዓ ኣቲ ከምዚ ትብለኺ እንድሕር እስኺ ስለ ዝፈትኽዮስ ከመይ ኢሉ ምሳኺ በይንኺ ይነብር ማለት እዩ እዚ እኮ ናይ ባዕሉ ፍቓድ ናይ ባዕሉ ድሌት እዩ በዚ ትገብርዮ ዘለክኸ ኣካይዳ፣ በዚ ትሰርሕዮ ዘለኺ ስራሕኸ ሺል ምሳኺ ዝኸውን ይመስለኪ? ኣይትጋገዪ ሓፍተይ። ሰብ ብምርጫኡና ብድልየቱ ደኣ እምበር ብናይ ሰብ ምርጫ ወይ ከዓ ብናይ ሰብ ድልየት ኣይነብርን እዩ። ከምዚ ዓይነት ስራሕ ተመሓላልፋ ከምዚ ዓይነት ትምህርቲ ናብ ሰብ ንክበፅሕ ትገብራ ግን ብጣዕሚ ኢኽን ትገርማ ብጣዕሚ ኣረ ሰብ ብተለይ ኣብ ትግራይ ዝግበር ዘሎ ፍልይ ዝበለ እዩ። ካልኦት እኮ ኣምሓሩ እኮ ፕራንክ ይሰርሑ እዮም፣ ግን ናብ ህዝቢ ሕማቕ ሕማቕ ዘምህር ንባዕሎም እንተኾይኖም ክጨቃጨቁ ንባዕሎም እንተኾይኖም ክፃልኡ እምበር ንህዝቢ ሕማቕ ኣብ ሕማቕ ብተለይ ኣምሓራ ከምዚ ገለ ከምዚ ኢሎም ንኸልዕሉስ ኣይሰርሑን እዮም ተረዲኡኩም ቤተሰብ ኣብ ትግራይና ለሎ ግን እንድዒ ብጣዕሚ እዩ ዝገርመካ ብኣሲ ቅተሎ ህረሞ ሆው ዋ ብኣካል ወይ ከዓ ብተግባር ከምኡ ዘሎ እንዳሕዘነናሲ እቲ ብስራሕ እውን ከምኡ ጌርናስ ባዕልና መንገዲ እናረኣናዮም ባዕልና መንገዲ እናምሃርናዮም ደኣ እሞ ከመይ ኢሎም ከምኡ ዘይገብሩ ሳቶም ከመይ ኢሎም ንሰብ ለይዕምፁ ከመይ ኢሎም ንሰብ ዘይጨውዩ ባዕልና ንሰርሖ ዘለና ባዕልና ንምህሮ ዘለና ትምህርቲ እኮ እዩ ነዚ ዳ ኧረ ነውሪ ብእውነት እዚሲ ከምዚ ዓይነት ስራሕሲ እንተንገድፎ እየ ክብል ዝኽእል ቤተሰብ ማለት እዩ ንሰርሖ ስራሓሲ እናስ ከምዚ ዓይነት ስራሕ ክነመሓላልፍ ኣነ ብጣዕሚ እዩ ገሪምኒ ብጣዕሚ እየ ሓዚነ ቤተሰብ ማለት እዩ ከምዚ ዓይነት ስራሕ ክውገድ ለለዎ እና ስምዒታዊ ኮይነ ስለ ዝተናገርኩ ይቅርታ ግበሩለይ ማለት እዩ። ኣነ ከምዘታት ገለሲ ከቢድ እና